ሰላም ኣሕዋት ኣብ ናይ ለማዓንቲ ፊደና ኣብ ዝመሓራ ሚድያ ሓደሽን መዘራረብትን ዘሎ ሓበሬታታት ብሓደ ኮይና ክንርኢ ኢና ካብኣቶም ሓደ ድማ እዚ ቪድዮ እዚ ንመላእ ኤርትራውያን ብፍላይ ድማ። እቲ ሰብኣያ ንፌበን ኮት ኣሲሩ እኳ እንተሎ ተጠሪ። ብዛዕባ እዚኣቶምን ካልኦትን ክንርኢ ኢና ሰናይ ምክትታል። ያው ሰላም ሰላም ዝኸበርኩም ናይ ረማይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መፅእ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሱ ይሰኣን ብምቕፃል ናይ ናይ ልምዓት ፊልምና ከም ዝተለመደ ክንስሕቕ ክንጫወት ክንዘናጋዕ ኣብዚ ማሕራ ሚድያ ሓደሽ ዘሎ ነገራት ክንርኢ ኣብ ቦታና ተረኪብና መፅና ኣለና ቁና ቪድዮና ምተና ግን ነሻ ነዚ ሓደሽ ኢልኹም እንታይ ፅበዩ ኣለኹም ሰብስክራይብ ብምጋር ቤተሰብ ኩኑ ብምቕፃል እዛ ቪድዮ እዚኣ ድማ ናብ ብዙሓት ሰባት ምታን ክትበፅሕ ላይክ ሼር ምጋር ይረስዕ እዝና ቪድዮና ከእተወኩሜ ክሳብ መወዳእታ ቪድዮና ምሳኹም ትከታተሉ ብኽብሪ ዝሓትት ሰናይ ጻንሒት እሺ ኣሕዋት እስቲ ቪድዮ ንሃብ መጀመር ክኾነና ብዚኣ ንጀምር ኤሎን ማስክ ሲ ንዓለምና ዝሃፍተመ ሰብ እዩ ክበሃል ከሎ ኣንደርስትሜት ጌርኩም ትርእይዎ ደለኹም ሰባት ጎይታና መድሓኒና የሱስ ክርስቶስ ካብ ዝውለድ ወይ ኣብዛ ዓለም ካብ ዝመጽእ ንክልተ ሽሕን ዕስራን ሓሙሽተን ዓመታት ኮይኑ ይርከብ ኣሎ ኣብዚ ግዜ እዚ ማለት እዩ ንክልተ ሽሕን ዕስራን ሓሙሽተን ዓመታት ማለት እዩ ንነፍሲ ወከፍ መዓልቲ ዓሰርተ ሽሕ ዶላር እውን እናሰራሕካ ክንዲ ናይ ኤሎን ማስክ ገንዘብ ከተምጽእ ኣይትኽእልን ኢኻ ኣብዚ ግዜ እዚ ንነፍሲ ወከፍ መዓልቲ እየ ዝብለኩም ዘለኹ ንነፍሲ ወከፍ መዓልቲ ዓሰርተ ሽሕ ዶላር እናሰራሕካ ንሰለስተ ሚእትን ስሳን ሓሙሽተን መዓልቲ ኣብ ሓደ ዓመት ይርከብ ኣሎ እሱ ድማ ተወሳኺ ንክልተ ሽሕን ዕስራን ሓሙሽተን ዓመታት እውን ኣርብሕዎ ጎይታና መድሓኒና የሱስ ክርስቶስ ካብ ዝመጽእ ኣብ ዘልዕል መሬት ኣትሒዙ ማለት እዩ እዚ ኣርቢሕኩም ከማን ክንዲ ናይ ኤሎን ማስክ ኔት ዎርዝ ዘሎ ኣብዚ ግዜ እዚ ክብጻሕ ኣይክእልን እዩ ማለት እዩ so ሓደ ናይ ዓለምና ዝሃፍተመ ሰብ ክበሃል ከሎ ኣንደርስቲሜት ትገብርዎ ሰባት በዚ መገዲ እዚ ጌርኩም ክትግምትዎ ትኽእሉ ኢኹም ኣሕዋት ቪድዮ ምስ ሰማዕናዮ እዩ ማለት ናይ ኤለን መስክ ኣብቲ ሲ መዓልታዊ ዓሰርተ ሽሕ ቅርሺ እናሰርሕኻ ካብ ጎይታና ኢየሱስ ክርስቶስ ዝተወለደሉ መዓልቲ ክሻዕ ሕዚ ማለት እዩ ብጣዕሚ ብዙሕ ሓሲኹም ኢኹም ደሞ ከዓ ብዶላር ይካው ናብ ዘምፂኻ ተሽርፎ ከለኻ ካልእ ግደፎ ብዶላር እናሃለወ ግን ብጣዕሚ ብዙሕ ኣይዞኹም ንሰርሖ ኢና ኣብ ሰሙን ክንደይ ግዜ ርክብ ክፍጽሙ ኣለዎም ተራር ሕቶ እያ ኢሉና ባዕሉ ከኣ እና ይድሓን እየ ብዙሕ ተሪር ኣይኮነን ወይ ኣውከት ኣብ ብግልጺ ከማን ክንዛራረበሉ ይህን ውን ክንበሃሃለሉ ዝግበኣና ነገር እዩ ምክንያቱ ብምሕር ስክፍታ ብምሕር ሕፍረት ካብ ባህልና ወፃኢ ካብ ልምድና ወፃኢ እንደበልካ ሸተት ኢልካ ዝሕለፍ ብዙሕ ነገር እዩ ማለት ጠቕሚ ክህልዎ ይኽእል እዩ ብሓፈሻ እዚ ናይ ክንደይ ግዜ ሰሙን ርክብ ትገብሩ ከም ሰብኣይን ሰበይትን ገለ እዚ ማለትሲ ክንድዚ ክንድዚ ዝበሃል ኣይኮነን ከም ኩነታቱ እዩ ከም ዝመቸኣካ ከም ዝጠዓመካ ክልቴኻ ፅቡቕ ሙድ ተሊኻ

ማለትሲ ምቹእ ኣይኮነን ክብል ይደሊ ክንድዚ መዓልቲ ክትብልሲ ኣይጥዕምን እዩ ሓሓንቲ ግዜስ ዋላ ኣብ ወርሒ ከይገበርካ ስቅ ክትብል ትክእል እንዲካ እንድሕር ዘይጠዓዒሙ እኳ ደኺማ ኣላ ደኺሙ ኣሎ ትብል ከምኡ ዝኮነ ኣሎ ማለት እዩ ስለዚስ ክንድዚ ክትብል ኣይትክእልን ኢካ ከም ከም ናትካ ሂወት እዩ ማለት እዩ ፍቅሪ ኣሎ ድዩ ፍሉይ መለክዒታት ናይ መዓልታት
እሸሓ እዚ ቪድዮ ከምዝረናዮ እዩ እዚ ኮ ርግፀኛ እየ እዛ ሓቶ እዚኣ መን ድዮም ሓቶማ መሲልኩም ሲንግላት ኣሕዋትና ማለት ሲ ካብ ከምዚ ኢኹም ትጥይቑ ድፍር ኢልኩም እተዋ እሞ ካብኡ ትሪእዎ እቲ መልሲ ሰብኡ ትሪእዎ እምበርስ ኣብ ሰሙን እንዲኹም ትገብሩ

ኣብዚ ዕድመና ክንወሉ ትገብሩና ኣለኹም ሕደጉ ባ ሕደጉ ማለት ብምቕፃል ነዛ ምጭውቲ ዝኾነት ቆልዓ ፈጣሪ የዕቢኺ ተባረኺ ኩላ ይደሊ ባ ናበይ ዳዩ ዝኹሉ ምውልዋል ዳ
ናባኻ ናባይ ናባይ ኸ ኤር ትኬት ቆሪፅ ክትመፅእ ዘለኺ እሞ ሰዓት ሸዓተ ደቂስና ናብ መዓስ ክንትስእ
ኣታ ሚኪ ክንድግስ ኣይኮናን እዉ ዘንጊዐ ዘንጊዐ ኣቲ ኣንታ እዛ ሓማተይ ኣቲ እዛ ሓማተይ ከመይ ኣው ዲዋ ኣራይ ዓራት ገሊኣ መኺራትኪ ውይ እዚኣስ ፍልይቲ ሓማት ተባሂላ ክትሽለም እዩ ዘለዋ
ሚኪ ሽኮር እንታይ እስከ ማማ ንሰብኣይ ዘድልዮ ኩሉ ነገር እያ መኺራትኒ ኣነ ከ ንዓኻ ክሕጉስ ዘይገብሮ ነገር የብለይን

ዘይጥዕመኒ ክብለ ምሳሓቀኒ ሓወይይ። ደርፍኻ ጀሚርኪ ምሳይ በቃ ቅድም ምስ ላምሂረ ክብደርዩ ደርፊ እውይ ሓጎስ ብሓጎስ እዩ። ዴቪ
እዚ ኩሉ ንዓኻ ከሐጉስ ኢለ ዝገብሮ ዘለኹስ የሐጉሰካ ኣሎ ዶ? ብጣዕሚ ሕጉስ ኢለ ከኣ እምበር ሎሚ ደኣ ማራ እንዲኺ ምቅርቲ ኮንኪ ሰዓት ሸዓተ ሰዓት ሸዓተ እኮ። ሰብ ካብ ገዝኡ ዶ ወጻሉ ጋይላ ንድቅስ ኣለና ሳዕ ጫዓት። Love you። ላቪቱ ከምዚ እዩ ፍቅሪ።
ቤቤ ኣቤት። እንታይ ድየ ደኣ ደልየ ምስልካ ንጽባሕ እንድዩ።

ምክንኻን ክበዝሐካ ዘሎ ከሎ ዝኾነ ነገር ከም ዝመጽእ ድሓር ክትፈልጥ ነርካ ካብ ምቕጻል ናይዛ ፊልም እዚኣ ርእሲ ትፈልጡ ተሃሊኹም ኣብ ኮመንት ኣቲኹም ጸሓፉልና ምክንያቱ ክርእዋ ክውድዋ ዝደልዩ ብዙሓት ኣሕዋትና ስለ ዘሎ ማለት እሺ ኣሕዋት እስካብ ምቕጻል ድማ ናብዚ ምሓራ ሚድያ ሓዱሽን መዘራረብን ዘሎ ሓበሬታታት ክወስደኩም እስኪ ብዝብለዚ ንጀምር

ኣይ ላቭ ዩ ሶ ማች ምኽንያቱ ሕጂ ውን እቶም ፍንጥራዕ ትብሉ ዘለኹም ስነ ጥበባውያን ሰብኣያ ነዚኣ ፌበን እንተኮይኑ ተኣሲሩ ደቂ ኤረይ ሓሽሽ ብሓሽሽ ተኣሲሩ መንግስቲ ኤርትራ ከምኣ ጌርካ ጽርዮም ኣጽርያ ኣብሎም ዓመቱ ቀሪቡ ካብ ዝእሰር እርቶ ደቂ ኤረይ ህንክልም ወ ኣብ ውሽጢ ኤርትራ ኮይንኩም ሓሽሸ መሽሽ ትሰትዩ ዘለኹም ስነ ጥበባውያን ቅርፉት ደም ከይተውጽኦም ከማነይ ቁርፉዳር ርስሓት ኣኽላባት ኤልያስ እወ ኣታ ይገርመካን ክንደይ እኮ ክንደይ እኳ እንተለኻሲሶም ዘለዉ ሕጅስ እቲ ሰብኣያ ቀንዲ ብኸመይ ተኣሲሩ ዓመቱ ቀሪቡ እቲ ሰብኣያ ሞደሻ እዚ ልኽሱስ ልኽሱስ ወልኽሱስ ጥዑያት ዝመስሉ እዚ ባድላተት ተኸዲኖም እ ንኽብሪ ኢሳያስ ኣፈወርቂ ንኽብሪ ኢሳያስ ኣፈወርቂ መላገጺ ኣይኮነን

ኣመቱ ሓሽሽ ዝሰቲ ከኣ እተኣሰር ዓዲ ክብክል ኣይኮነን ዓዲ ክብክል ኣይኮነን ደቂ ኤረይ እሱ ኢልካ ግርም ግርም ግርም ኣነ ብዙሕ መዛ ምተዛረብኩ ነይረ መንግስቲ ኤርትራ ግን ጸባ ስለተስትየና ዘለኻ ንህዝቢ ኤርትራ ዘይውክል ስነ ጥበባዊ ኮይኑ በቃ ብስነ ስርዓት ዘይከይድ ኣብ ምጥዋዝን ገለን ዝከይድ ስነ ጥበባዊ ጸባ ተስትየኒ ኣለካ ኣይ ላቭ ዩ ሶማች ወዲ ኣፎርቂ ባቃ ሓሳዊት ኣይትበልና ሓቂ እየ ዝዛረብ ኣነ ገጸይ ከፊተ እየ ሕጂ ግን ኣቦ ስተ ኮይነ እየ ኣጸሪይዋይ እቶም ከምኣ ትገብሩ ምስዝ ምዝዝ ምዝዝ ምዝዝ ኣቢሉ እቱ ካልእ ተራ ሰብስ ዘይኮኑ ስነ ጥበባውያን መጀልሕ። እዚ ቪድዮ እዚ ንመላእ ኤርትራውያን ብፍላይ ድማ ብሕጻጽ መዓስከር ስደተኛታት ጌርኩም ናይ ትግራይ ኣደ ፍቅሪ ናይ ትግራይ እክሊ ጥዕምኩም ፍቐዱ ኣውሮፓን ካናዳን ኣብ ዝለዓለ ብርኪ ኣብ ዝሓሸ ሂወት ትርከቡ ንብሙልእኹም ኤርትራውያን እዛ መልእኽቲ እዚኣ ንዓኹም ትኹነለይ ዝገበረልኻ ግበረሉ ወይ ድማ ንገረሉ እዩ ኣሕዋተይ ኣሕማቕ ኣለና ሕጻጽ ገባሪት ጽቡቕ ሕጻጽ እዚ ዶ ትፍደ ኣብዚ ሕዚ ግዜ ኣብ ሕጻጽ ኣስታት ዓሰርተ ሽዱሽተ ሽሕ ተመዛቢሎም ዝርከቡ ወገናት ኣለዉ ኣስታት ሓደ ሽሕን ሸውዓተ ሚእትን ኣኣፍ ሞት ይርከቡ። ካብዚኣቶም ድማ ብሕሱም ጥሜትን ብዘስካሕክሕ መንገድን ተሰዊኦም እዮም። ኣሕዋተይ ርድኡና ከም ዘርኢ ንጠፍእ ኣለና። እዚ ትሪእዎ ዘለኹም ትማሊ ኣብ ኤርድሪ ኣብ ካልጋሪ ዘጋጠመ ሓደጋ ልዕሊ ክልተ ሚእቲ ዝኾና መኻይን ብሰንኪ እዚ ሓደጋ እዚ ተጋጭየን ማለት እዩ። ኣብ ዊንተር ዋላ እውን ዊንተር ጎማ ጌርካ ሓንሳብ እቲ መሬት ልክዕ ብላክ ኣይስ ስለ ዝቅየር ክትቆጻጸሮ ዘይትኽእል መኪና ስዒባ ተንሸራትት so please ምናልባት ኣገዳሲ ተዘይኮይኑ ነዊሕ ጉዕዞ ኣቋርጹ ርሑቅ travel ማለት ብዊንተር ናብ ሃይወይ ዘእቱ እሞ ከኣ ከምዚ ካብ ኤድመንተን ካልጋሪ ካልጋሪ ሰስካችዋን ዶ ናይ ክልተን ሰለስተ መዓልቲ ትሪፓት ገለ please ኣቋርጽዎ ተኺእልኩም ብኣየር ፍላይ ጌርኩም ድሕራኡ መኪና ተኻሪኹም ተንቀሳቀሱ ምክንያቱ እዚ ንሪኦ ዘለና ብጣዕሚ ዘስካሕክሕ እዩ እግዚኣብሔር ብሰላም ኣውፀኣዮም ተጠንቀቁ ኩለኩም ይደ ሰናይ መዓልቲ። ሸዊት ሓየሰ እዚኣ መዓልቲ እዚኣ ዝጽበያ ነይረ ናተይን ናይ ሸዊትን ጉዳይ ኣበይ ደረጃ በጺሑ ከምዝነበረ ትፈልጡ ኢኹም። ሸዊት ብዙሓት ሰባት ክትኩርዩ ኢኹም ጉዳይ ኣይኮነን ምሳይ ሸዊት ዘሕለፈቶ እንታይ እንታይ ተባሂልና ኩሉ ነገር ትፈልጡ ሕጂ ኩሉኹም ተጋሩ ይኹኑ ደቂ ኣንስትዮ ይኹኑ ገለመለ ኩላትኩም ክትኩርዩ ኢኹም ብጣዕሚ ክትሓርቅኹም ብጣዕሚ ብዙሕ ኮመንት ክትዛረቡ ግን ኣነ ደንታ ዝብሃል የብለይን ወላ ሓንቲ መሕሰቢተይ ሲ ዜሮ እያ እዚኣ መዓልቲ እዚኣ እየ ዝጽበ ነይረ እዚኣ መዓልቲ እዚኣ እቲኣ ትሓርሰላ መዓልቲ እየ ዝጽበ ነይረ እንኳዕ ማርያም መሓረትኪ እኳ ማርያም ኣውፃትኪ ክብላ ማለት እዩ
ፅቡቅ እቲ መኮራይ ግን ኣሎ ነገር ፍሬን ኮሪና ኣለና እንኳዕ ማርያም መሓረትኪ ኣሕዋት ማለት ዝሓውና ጀማምራ ቪድዮ ፃረፍ ገለ እዩ ዝመስል ነይሩ እንታይ እዩ ሕማቅ ክዛረብ ኢለና ፀበኹ ነይረ ግን ኢሉ ኢሉ ኣምፅኡ ናብ ፅቡቕ ጠዊዋ ብቻ ፅቡቕ እዩ ነዚ ሓፍትና እውን እንኳዕ ማርያም ብሰላም ገላገለት ክክልና ይደሊ ማለት ጠኒሳን ሃሎት እንዲ ቪድያ ሰሪሓትልና ኩሉ ቪድዮ ኣዳርጋ ናምፃኹም ናረእኹኹም ነይረ እየ ስለዚ እዚ ወሊዳ ኣላ እንኳዕ ብሰላም ማርያም ገላገለትኪ ክንብላ ንደሊ እሺ ኣሕዋት ናይ ለማዓት ቪድዮና ነዚ ይመስል ነይሩ ክሳብ ዝረኹም ሰዓት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐፃሊ ብካድ ቪድዮ ክሳብ ንራኸብ በብዘለኹሞ ሰላም ኹንለይ ይመችኹም